ሰላም ኣናሎም መደብና ካብ ንሪኦ ኣዱ ብሌና ያትያ ላምሽ ዋጋ ክትረክብ ግልፂ ገይረ ይነግረካ የለን 80 ፐርሰንት ናብ ጅባኹም ቁሑብ ሽሕን ሓሙሽተ ሚትን ጌርኩም ሸርፊ መንእሰይ ኤርትራ ሓዳሩ ከይገብር ናብርኡ ከይገብር ተሳኺ ከምኡ እውን እዚኦም ጥራይ ኣይኮኑን

ሰላም ሰላም ናዚ ፍቕሪ ዝኾነ ዩቲብ ቻናል ተኸታተልቲ ሎማዓንቲ እውን ብጣዕሚ ደስ ዝብሉን ዘዘናግዑን ቪዲዮታት ሒዘ ተመሊሰ መፅአ ከችለን ኢኹ ካባኹም ፅበ ላይክ ምግባር እዩ ላይክ ግበሩ ክፅበየኩም እየ ላይክ ግበሩ ደቂ ዓበይቲ ላይክ ልገበርኩም ድማ ሰብስክራይብ ምግባርኩም ኣረጋግፁ እዚ ናብ ዘዘጋጀኹም ቪዲዮ ኩሉ ግዜ ኣብ ሂወት እንተ ተመስገን ተልካ ንእግዚኣብሔር ተመስገን ተልካ ኣነ ብዝተምሃርኮ ብዘ ኣብዚ ቀረባ ግዜ ተመስገን ከኣ ኣምላክ እንተኢልካ ዘይብጻሕ ነገር የለን ኣብ ሂወት ጥራይ ግዜ ሂብካ ተፍቅሮ ዶ ግዜ ትህቦ ዶ ትግደሰሉ ዶ ጥራይ ኢዩ እቲ ሕቶ እወ ኮፍ ኢልካ ከምዚ ኢልካ ከምዚ ክከውን እየ ገለ ኣይትብጻሕን እያ ክትደክም ኣለካ ብዙሕ ነገር ክትሓልፍ ኣለካ ነዚ ኩሉ ምስ ሓለፍካ ግን ድሕር ናይ ብሓቂ ረኣ ኣለካ ኮንካ ደይብጻሕ ነገር የለን ብባህረይ ከምቲ ዝበልኩካ ቁሩብ ምሻሎ ምጽዓር ፎቴ ይግበሮ ይግበሮስ ከምዚ ክሓስቦስ ክገብሮ ኣለኒ እየ ድብል ሕዚ ትሓስቦ ክትገብሮ ከም ትኽእል እንድሕር ዳ ብፅሓዮ ይትብፅሓዮስ ሕንፃፅ ክህልወካ ኣሎ ኣነስ ኣብዚ ሕንፃፅ እዚ ክበፅሕ ብፅሓ ይትብፅሓ ናይ ፈጣሪ ጉዳይ ብሻሓቀ ይተኳሓወ ኣነ ግን ሰብ ሓስብ እግዚኣብሔር ኣነ ግን ነተን ስካላ ምድያብ ኣየዕርፍን ሕጂ በተን ስካላ ተልካ ከኣ ካብቲ ዝነበርኩ እንድሕር ደኣ ሓሲብካ ሚእቲ ድኾን ኣስካላ ደይብ ኣለኹ ናብራይ ርጉእ እዩ። ከመይ ውዒልኩም እዞም ኣሕዋተይ? ናዕና ድያ?
ኤህ ዓይኒ ናይ ሬኒ ኬኮ። ኤይ ኣታ
ሒዕ በሉ እውን እኮ መልሲ እዩ። ዓዲ ናዕና ይምሰለና። ዋይ እቲ ናትኩም ማዕልኩም ምባል ከ ሕብሪ ወይ ሽም ኣለዎ ድዩ? እዞም ኣሕዋተይ ስለ ዝበልክና ናይና።
እንታይ ደኣ ክብለኩም ኣኮታተይ? ገደደ ዋይ ስኻትኩምስ ገለ ክትዛረቡ ኢኹም። ዞም ደቂ እምበር ትብላና። ኢሂ
ኣነ ድየ ውሊደኩም ኪዱ እተን ዘወለዳኹም ከምኡ በላኹ። ወላ ኣባ ጎረቤትና ከኣ ማማ ዝብል ኣይትፈቱን እያ።
እዋይ ኣቱም ኣሕዋተይ ኣሰንቢደኩም ዶ መዓት ጸሊኤኩም ኮይነ ግን እታ እርጋንሲ ኣብዛ ጥቃይ ክትቀርብ ኣይደልን እየ። እዞም ደቀይ ስለ ዝበልክና ናኸ ንእሰር ኢኽን እሞ። ዋእ ኣይ ከም ኣገረ ሳላ ዝኸድኩ እንደ ክሳዕ ሕጂ ጸኒሐ ዶ ኣለኹ ግዲ እምበር መሳቶይ ደኣ ምርኩሶምን እግሮምን እንድዮም ምፍልላይ ስኢኖሞ ዶ ኣለዉ ኣይይይይ ብቐዳማይ እንድያ ሓንቲ ምለሰ ትበሃል መሓዛይሲ ነቶም ደቃስ እንተ ተቐንዝየ እምበር እንተ ተቐንዝየ እምበር ተቐንዝየ እምበር እናለት ተሃ ኣቢላቶ እቶም ደቃ ከኣ ተሸጊሮምሲ ኣደየይ ኣብ ምንታይኪ እዩ ክደርዝዋ እንድዮም ደልዮም እእጋራ ኣብ ምንታይ ክዩ ድሕመኪ ደሎ እስከ ንገርና ነቲ እግራ ከይትህቦም እንድያ ነቲ ምርኩሳ ከምዚ ገይራ ክበል ኣይታርገ እንደ ጸልያታ ጸልያታ እንደ ዓይነ እንዲ ኣብዮ ኣይ ልቢ እውን ኣይገደፈን ግንሲ ዓይንኻ ተኣቢካ ስምካ ኣይኮንካን ትጋገይ ክንደይ ትዛረብ እዛ ሰበይቲ ደልኩምኒ ዋላ ንሕና ሰናፋት ኣይኮናን እወ ሰናፋስ እዩ ትመስሉኒ ኢኹም ኣነ ኸኣ ኣብዚኣ ኣብዛ ንምብራቕ ትጥምት ሪስቶራንት ተደልያትኩም በዚኣ ኣብኣ ኣብኣ እየ ዝሰርሕ ዘለኹ ናይ ጽሬት ሕጂ እየ ጀሚረ ሕጂ እየ ጀሚረ እዞም ኣሕዋተይ ንሕና ካብ እዛ ድኳን መራኸቢትና ኮይና እምበር ኣነ ኮለል እየ ሽቅጥ ኣነ ኸኣ ይመዝን ዋይ እሞ ትምህርትሲ ቀያሕ ወረቐት ሂብኩማ ኢኹም ንፋዒትና እንተ ሓመቕና ቀዳማይ ዩኒት ንወጽእ ኢና እንተ መዓረይ ይሕሰ ትብሉኻስ ከመይ ዲኻ ትሕሱ እንተነፊዕኩም ከ እቲ ናይ ዩኒቨርሲቲኻ ትምልስዎ ዶ? ክንደይ ወጺኹም ንስኹም ከ? ዋይ ሓምሻይ ስደፊነያ እየ ብፍታዋ ኢሉኳ ዝጽውዓኒ ዘይብለይ ብልጫ ተደይ ኮይኑ ብፍታዋ ኢሉ ዝጽውዓኒ የብለይን። ብፍታዋ ድዩ ሽምክን ብልጫ? ኣይ በቲ ቀዳማይ ቀዳማይ ዝወጾ ዝነበርኩ ደኣ ከምዚ ሳጓ ብልጫ ኢሎሙኒ እምበር ኣቦይን ኣደይን ዝሃቡንስ ፍታዋ እዩ ፍታዋ እየ ሽመይ።

ሕጂ እስኻ ንዓይሲ ብምስትንፋስ ተሕልፈለይ ማለት ድዩ? የሕልፈልካ ውን። ስንኻ ከኣ ትስበር ትጎርፍ። እንታይ እሞ ዓብስ እንታይ ዓብስ ምስ ሞትካስ እንታይ ዓብስ እዚ እኮ ተ እንድሕር ሒዝካ እኮ በቃ ሓያል ኣይብል ገለ ይብል ይቀትለካ ጥራይ። እንታይ ኢኻ ትዛረብ ዘለኻ ንሓያል ኣይብል ንገለ ይብል ማለት ድዩ? ሓያል ኣይብል ገለ ይብል በቃ። ፐእ እዋይ ወደሞይ ተምጽዮ ዜና እኮ ክውዒ ብውዑይ ኢኺ ካብ ኣፎም ቁልፍ ተብልዮ ከምዛ ውዑይ ፉል ቶስ። ኪበር ከይ ዝሓለትካ ነቶም ካልእ ገዛውቲ ከኣ ንገሮም እባ በቃ ወረ ከተሕልፊ ደኣ ከይ ሓልፈኪ እምበር ፐእ እዋይ እዋይ እዋይ

ናይዚ ሕማም እምበር ናይ መን ድኣ። ኣታ ፌክ ኢታ ማዕረ ክንድዚ ትኸውፎ እዛ። ኣሕ ኣይትኸውፎ ፈፈው ምስ ኣበለካ ክትክውፎ ኢኻ።
እዚ ትሪእዎ ዘለኹም ሓውና ንእሽቶ ጽምብል እዩ ዝገብር ዘሎ እዚ ዝገብረሉ ዘሎ ጽምብል ከኣ ኣብዚ ቪድዮ እንታይ እዩ ዝብል ኣነስ ንእሽቶ ዱኳን ኔራትኒ እቲ ብድሕርኡ ዘሎ ማለት እዩ ናይ እንዳ ጫማ እዩ ከምቲ ዝደልዮ ኣይ ከደለይን ከሲረ እዩ ዝብል ከሲሩ ማለት እዩ ሕጂ እንታይ እዩ ዝገብር ዘሎ ብዙሕ ሰብ ትካል ክኸፍት እንከሎ መቸም ንትካሉ ንእሽቶ ጽምብል ገብረሉ ሰባት ይዕድም ገለ ማለት እዩ እዚ ሓውና ከዓ በቃ ኣነ ከሲረ እየ ግን ምኽሳር ገለሲ ሕማቕ ነገር ኣይኮነን በቃ ኣብ ህይወት ዘጋጥም ነገር እዩ ክትቅበሎ ክትክእል ኣለካ ሓዚነ ርእሰይ ደኒነ ገለ ዘይኮንኩ ክገድፎ ዘለኒ እዚ ትካል እዚ ንብረት ገለ ክሸጦ ዘለኒ በቃ ኣነ ከሲረ እየ ትካል ገድፎ ኣለኹ ንምንታይ ንእሽቶ ፅምብል ዘይገብር እዩ ዝብል ዘሎ ኣብቲ ኮመንት ገለ ሰብ ንሓግዞ ይብል ገለ ከዓ ናቱ ይላገፅ ገለ ዝኾነ ሙድ ይሕዝ ማለት እዩ ንዓይ ደስ ዝበለኒ ነገር ግን በቃ ውድቀትካሲ ምእማን በቃ ምቕባል እስኻ ሰብ ኢኻ እግዚኣብሔር ኣይኮንካን ፍፁም ኣይኮንካን ብዙሕ ጉድለት ኣለካ ኣብ ትምህርቲ ዝጀመርካዮ፣ ቢዝነስ ዝጀመርካዮ፣ ሓዳር ዝጀመርካዮ፣ ብዙሕ ነገር ዝጀመርካዮ ከምቲ እትደልዮ ንስኻ ኣይከደልካን። ክትዕንቀፍ ትኽእል፣ ክትወድቕ ትኽእል፣ ግን በቃ ትቕበሎ። ሰብ በቃ ገለ ነገር ክጅምር ከሎ እዩ ንሰባት ይነግር፣ በቃ ይኸፍት፣ ይዕድም፣ ቶርታ ይገብር ገለ ማለት እዩ። ሰብ ክፈሽል እንከሎ ወይ ክወድቕ እንከሎ ገለ ግን ሰብ ከይሪኦ ወይ ሰብ ከይሰምዕ ሽፍንፍን ይብል ገለ ማለት እዩ። ስለዚ ውድቀትካ በቃ ሰብ ኢኻ ንስኻ ክትቅበሎ ክትክእል ኣለካ። ኣብ ዝኾነ ዝጀመርኩሞ ነገር እንተዘይተዓዊትኩም በቃ ከም ዝተማሃርኩም ሕሰብዎ። ዝኾነ ነገር ከኣ ወዲቕካ ማለት እኮ ወዲቕካ ማለት እኮ ወላ ሓንቲ መኽሰብ ይብልካ ማለት ኣይኮነን። ካብ ዝተረፈስ ተማሂርካ ኣለኻ። እታ መገድታ ከምዘይዝኾነካ ፈሊጥካ ኣለኻ። ስለዚ እንተኾነ ኩሉ ዝጀመርናዮ ነገር ኣብ ምፍጽምታ እግዝኣብሄር የብጽሓዮ ምዃን እንተ ኣሚንና ገለ ምፍላጥ ተኣብያ ግን ሓዚንካ ዘይኮነ በቃ ተቐቢልካ በቃ ኣነ ዝከኣለ ንፈትኒ እየ ግን ኣይኮነትለይን ኢልካ ነቲ ዘጋጠመካ ውድቀት ምቕባል መንፋዓት እዩ ስለዚ ብጣዕሚ ኣድኒቀዮ ሪኦ በቃ ኣምጽኡ እቲ ጫማ ገለገለ ይዕድሎም ኣሎ እቲ ጫማ ንጽጉማት ገለ ይህቦ ኣሎ እሱ ከዓ ተሓጒሱ ምስኡ ትሰርሕ ዝነበርት ጓል ትካሉ ይዓጹ ኣሎ ገለ ተማሂርኩምላ ክትኮኑ ተስፋ እገብር ላይክ ኣይትረስዑ ኣየሳኣነና ጋዜጠኛ ሚኪ ዲኻ ባገረ ጀርመን የቐንየለይ የለን ሰማንያ ፐርሰንት ናብ ጅባኹም ቁሑም ሽሕን ሓሙሽተ ሚእትን ጌርኩም ሸርፊ መንእሰይ ኤርትራ ሓዳሩ ከይገብር ናብርኡ ከይገብር ተሳኺ ዋ መንእሰይ ኤርትራ

ሓንሳብ በቲ ንስድርኡ በቲ ኣብ ኣፍሪቃ ሰብ ውጥጠካ በቲ ኣዴኻ ከይትሓምም ከብድኻ ሓቂፍካ ትሓድር በቃ ምስ ስድርኡ ዝተባእሰ ኤርትራዊ መዓት እዩ።
ኪሮስ ሓሙሽተ ዋልድ እንዳደቀሰ ወዲ ኣኮለግዛይ ካብ ጀርመን ከይዱ ካብ ዓዲ እንግሊዝ ከይዱ ጓል ረዊኢ ይፈልጥን እዩ ከይትወልድ መስዋእትለ ጽባሕ ኢሎም መን ክዕብየልካ እዩ ኪሮስ። ኘጀምብላ ምስ ጓሉ ከም ትድቅስ ጥራይ እዩ ክገብሮ ሽዑ ንሕና ሒነና ክንፈዲ ኢና ሒነ ኣሕዋትና ግን ክንፈዲ ኢና ንመን ከ ብኣኹም እታ ቃልሲ ግን ራዕ ኢላ ከም ዝመተት ይኣምነላ ይብለኩም ኣለኹ እዚኣ መጽሓፍ ቅዱስ ደርገና ሓሙድ ትበሃል ከም ዘየላ ከም ዘየላ ከም ዘየላ ሕውስውስ ከም ዝበለት ኩሉ ወላ ህግደፍ እኮ ሸራሙጥ ኣለዋ ምስታ ከም ዝገበርናየ ጎጆ ቀሊል ገርኩምኒ ግደፉ ኢለኩም ግደፉ ግደፉ ይተናኽፉኒ ኢለኩም እየ ኣብ በርገና ሓመዱሲ ህግደፍ ከም ዘለዋ ሸራሙጥ ከም ዝሰደድናልኩም ትፈልጡ ዶ ብገንዘብና ንጽዓር ከም ሰደዳ ከም ዘለዋ ምሳኹም ከ ትፈልጡ ዶ ጫሕ ኣቢለ ከም ዝሰደድክወን ናብ ኣዲስ ኣበባ ኣብዚ መጺና ቱቶ በልና ተለፍለፍና ገለ ዘይንፈልጥ ኢኹም ትገብሩ ከ ንጭራባንድ እውን ክዓጾ ይኽእል እየ ትተዓጾ ድዩ ትተዓጾ ክዓጾ ይኽእል እየ ከም ዘይኸቲ መንእሰይ ክገብሮ ይኽእል። ኣብታ ባርሲ ጥዋዕ ከም ዝብሉ። ጭራባንዲ ግን ንቕድሚት ክስርጉሙ ጥራይ ኣለዎ። ካብ በርገን ንሓመዱ ንላዕሊ ጭራባንዲ ክነብር ጥራይ ዘለዎም ሕብረተሰብ ኣብ ዓለም ኩፉእ ሕማቕ ዘይብሎም ውሽጦምን ገሎምን ንጽባቐ ነገር በቃ ሃህ ኢሎም ዝዛረብዋ ጭራባንዲ ጥራይ እዮም። ካሊእ ተንኮል እዮም። ግን ስነ ስርዓት ግበር ዓቢ ሓውኻ እየ ከም ዓቢ ሓውኻ ርኣየኒ እወ ዓቢ ሓወይ ኣብ ግዜ ሽግረይ ከም ዓቢ ሓወይ ኣብ ጎነይ ዘይኮንካ ሰብ ዓቢ ከሎ ናይ ዓበይቲ ዘይሓስብ ሰብ ኣነ ግን ንእሽተይ ከለኹ ኣብ ጎንኻ እየ ኮይነ ንስኻ ደይኮንካን ኣብ ግዜ ጸገመይ ኣብዚ ገዛ ወላ ሓንቲ ደይፈልጦ ከለኹ ነዚ ዓዲ ካብዚ ገዛ ጓሕጒሕካ ድውጽኻኒ ንዝብእ ዝሃብካኒ ሰብ ስኻ ደይኮንካን ሀ እስከ መልሰለይ ኣነ ግን ክትፈልጥ ነዚ እየ ዝሓድግ። ሓንቲ ክብለካ ግን ካብ ሎሚ ኣብ ጉዳይካ ወላ ሓንቲ ይምልከተኒ ሓንቲ ንዓይ ዝሓገዝካኒ ግን ሳላ ዝሰጎኳኒ ካብ ሰብ ከይተጸበኹ ባዕለይ እንዳሰራሕኩ እንዳበረ ጀሚረ ጠቒምካኒ እምበር ኣይጎዳእኻኒ

ወይለይ ጭራ ኣቦ ምውጻእ ዲኻ ደኣ ነበልባል ኮንካ። እቲ ቀዳማይ ቀዳማይ ምውጻእሲ ኣብ ዓይኒ ሰብ እዩ ዘእትወካ። ዶ?
እሞ ኣብ ዓይኒ ሰብ ከይትኣቱ ኢኻ ብልጫ ደይትወስድ? ክኾነልካ ኣለዎ። ብልጫ ተወሲድካ ኣቦኻ ጸውዕ እብልኻ፣ ፍዮሪ መቐበሊ ኣቦኻ ኣምጽእ እብልኻ፣ ዘዝረኽቡኻ ከኣ እንቋዕ ጎሳኻ እብልኻ።
መን እዩ እሞ ስምካ? ስመይ ናኦድ፣ ሳጓይ ከኣ እሾኽ። ኣይ!
እሾኽ ከኣ ኢሎምኻ? ኣልካዕካተይ።
ፈሊጠ ኣለኹ። በዛራርባኻ ፈሊጠካ ቆብ ኣቢለካ ኣለኹ። ብሰለስተ በርባዕተ ዓመት ጸቕጠን እንዲ ግን መሳርሕት ኢና ኣቦይ ናቦን ከኣ ጀማሕ እዮም። እቲ ሽግር ዶ ኣራኺቡኩም ከምኡ ገይሩ? ብዘረባ ዘረባ ኣቦ ሰግራ ምዃኑ ነጊርኒ ብዘረባ ዘረባ ከኣ ኣነ ነጊረዮ ዓካት ንዓይ ኣያ ኮይነኒ። ኣይትሕሽዎ ኣይትሓምቅዎ ንስኻ እውን ኣቦ ኮንካዮ ትኸውን ኢኻ። ኣቦኦም ከ ደሓን ዲኻ መስተ? ወሪድዎ ኣቦይ ደኣ ኣበይ ኣርኪብሉ እህ እንታ ከዋጥዮ ክስጋብ ሕጂ ክጸንሕ ኣነ እኳ ተወዲኤ ደለኹ።
ሰላም በልያ ከ እዚኣ ሰበይቲ እያ

በጃኺ ተስኢ እዚ እኮ እንዳ ሰብ ሓዳር እምበር መባዕለጊ ኣይኮነን። ባእካ ከ እኮ ባዕሊ ግን ንስካ ናተይ ተዘይ ኮንካ ናይ ካልኣ ክትከውን ኣይትክእልን ኢካ ነደይ ግደይ ሒዘያ እየ ንሰላም ውን ካብዚ ገዛ ጉሒጥካ ምውጻእ ባዴላ ጥራሕ እዩ ዘድልየኒ ዘሎ። እዚ እሞ ኣይትሕሰብዮ ነደየ ዝገድፋ እምበር ንሰላመይ ሲ ገድፋኒ። ኖኖኖኖኖ ኣይተረዳእካንን ኣለኻ ንስኻ ዘይኮንካስ ሰላም እያ ንዓኻ ክትገድፈካ ክሳብ ሕጂ ንምካል ኣይተላልካያን ኣለኻ። ስለምንታይ ሰላመይ ደላዪት ጽቡቕ ከይኮነት እንድያ። ውይ ኣነ እውን እኮ ደላዪት ጽቡቕ እየ ግን ናይ ብንእሽተይ ድሌተይ ሕልመይ ባህገይ ሰብ ክትወስድ ኣይደልያን እየ። ኣነ ዝደልዮም ዝረኸብከ ብዛዕባ ሰላም ክሓስብ ንስኻ ናተይ ናተይ ናተይ ጥራይ
እዛ ሰብ እዚኣ ሕማም ኣሎ
ትውስኽሊ ብልኪ ክትቁረፂ የብልኪ ክትምልእ ይብልኪ በታ ንስኺ ዘለኽያ ሽኮሪና ኢኺ ንዓኺ ስኺ ጥራይ ጠባይኪ እርዪ ነብስኺ ኣልዕሊ ትሕት ትሕት ኣይትበሊ ተሓፃፀቢ ናይ ብሓቂ ገፅኪ ተኸናኸኒ ማይ ስተይ ኮንፊደንስ ሃልውኪ በቃ ነብስኺ ከተልዕሊ በቃ ኩሉ ነገርኪ ጓል ጓል ኩኒ በቃ ናይ ጓል ዓይነት ባህሪ ምሻል በታ ዘላትኪ ናይ ጓል ዓይነት ባህሪ ኤነርጂኺ ናይ ጓል ዓይነት ኩን በቃ ላይ ክትሕት በቃ ከምዚ ጓል ጓሉ ዓይነት ጓል ጓሉ ዓይነት ክትኮኑ ከለኺ ንዓኺ ዝኾነ ሰብ ክመፅ እዚ ንዓና መስለና ቁጥሪ ሸሞንተ ኮይና ቁጥሪ ከምዚ ኮይና ከምዚ ኮይና ከምዚ ኮይና እሱ ይኮነን ሕጂ ኩሉ ኩሉ ብፕላስቲክ ክስራሕ ስለ ዝኽእል እሱ ንዖም ድንቆም ኣይኮነን ዕስራን ኣርባዕተን ሰዓት እሱ ክርእዩ እዮም ዝብሉ ቁጥሪ ሸሞንተ መዓንጣ ዕስራን ኣርባዕተን ሰዓት ክርእዩ ዝብሉ ዝውዕሉ ስለዚ ንቁም ነገር ንሓዳር ክደልዩ ከሎ እሱ ይኮኑ ዝብሉ ምክንያቱ ኣብ ዝኾነ ቦታ ኣሎ ኣብ ቲክቶክ ኣሎ ኣብ ኢንስትግራም ኣሎ ኣብ ዝኾነ ቦታ ኣብ መንገዶም ኣሎ ኩሉ ሻዕ ቁጥሪ ሸውዓን ቁጥሪ ሸሞንተን ከምዚ ኢላ ትስኣል ጓል ናይ ኩሪ ዝውዕል ከምዚ ኢላ ትስኣል ጓል መዓኮራታ

ገንዘብ ክጎይ ደድሃረይ ኣነ ክሃድም ገንዘብ ክጎይ ደሃረይ ካብ ኢትዮጵያ ጀሚሩ ኣብዚ ኣሜሪካ በፂሐ ሕጂ ከበይ ክከይድ እየ ጠፈር ዶ ክከድ ኣልኩ ናታ ስርኦ
ወይ እዚኣ ፅብቕቲ ኢላ ትስሕቕ ሪእኻዮ መን እያ? ተርሚው ናታ
መነቲ ንያት ሽማ ንያ መን እያ ምሽዋ? ዋእ ንያት ማይ ቤቢ ኣይሰም ጉሂ እንዴ ኢለ ጉሂ እኳ ኢለ ኣይነገረትካን እንታ ተሓቁም ዝገበረታ?
ሓቅሓሽ ጥራይ ጽሒፈ ሓቅሓሽ ጽሒፈላ እዛ ከምዚ ሕማቕ ኣጋጢሙ ጽቡቕ ኣይተሰማዓንን ኢለ ጽሒፈላ ግን ኣይድልን ከኣ ኣይፈለጥኩን እምበር ጉሂ ኢላትኒ

ኦይ ብጣዕሚ ሓያል እኮ እያ ሳሞኒ ከምኣ ዚርኛ እንደ ፈትዋ እንደ ብሪላንት እያ ብሪላንት እያ ኣብዛ ናይ ብጅዋ ምሳይ ትዕልልኹ? መስራሕና ነርና ኣ- ኣብዚ ናይ ናይ ኣድበርታ ኣይኮነን ኣ- ከምዚ ምሻሎ ትፀሓሓፎ ከምኡ ጥራይ ከምዚ ከምዚ ኣድንቓ እሞ እንዲ በላ ንፍዕቲ እያ ተቑና ሙኒ ሙኒት ኢላትኒ እቲኣ ከምኣ ትግበረትኪ ኣምፅያ

ካብዛ ሕጂ ሰዓት ግን ኣብ ጥቃ ሓፍተይ ከይርእየካ። ብኸምዚ እሞ ኣተሃላልኽኒ ኢኺ ዘለኺ ደሓር ከኣ ንምፍቃር ዝኽልክለኒ ሓይሊ የለን። ኣነ ከኣ ኣይተፍቅራ እብለካ ኣለኹ ኣብ ከምኡ እንታትይ እላ ንሳ ኣብዚ ሕጂ ሰዓት። እንታይ ግን ትጸገም ወላ ንሳ ውን እኮ ስለ ዘይትፍቅረኒ ዘይኮነት ወዲ ስለ ትጸልእ ጥራይ እያ ንዓይ ኣብያትኒ ዘላ። ኣንታ ተዝፍተለኩም ታይ ጽቡቅ ክግብርለኩም እዩ።
ኦው ሶሪ ጌጋ ርድኢት ሒዝክና ኣለኺ ደሓር ከኣ ኩሉ ወዲ እኮ ሓደ ኣይኮነን። እዩ

እሺ ግን ኣነ ግን ንዓኺ ዝበደልኩኺ ነገር የብለይን ርሓቒ ለይትኾኒ ግን ጸገም የብሉን ክርሕቐልኪ ይኽእል እየ። እወ ከምኡ እዩ ዝሓሸ ድሓር ከኣ እኮ ኩሎም ረቢበም ንስኻ ጥራይ ኢኻ ዘይረብረብካ ዘለኻ ስለዚ ተርሓቕካ እዩ ዝሕሸካ። ተስፋ ምቑራጽ እሞ ሂወተይ ዝጸልኦ ነገር እዩ ብዝኾነ ግን ተጋጊ ተኾይነ ይቕሬታ ሓፍተይ ቀቂይምኪ ተኾይነ ኣይትሓዝኒ። ዳሓን ጸገም የብሉን ከምዚ ምባልካ ውን ጽቡቅ ነገር እዩ በጃኻ ሓደራ ግን እዚ ጌጋ ካልኣይ ግዜ ከይድገም። ኦኬ ጸገም የብሉን ፍቃደኛ ተኾንኪ ግን የሕዋት ክንከውን ንደሎ ማለት ናምበርኪ ርድኦ ተራኪብና ክንርኢ። ከምኡስ ጸገም የብሉን ደሓን ግን እዚ ኩሉ ትገብሮ ዘለካ ተገዲፍካዮ ማለት እዩ ኣነ ውን ንትምህርቲ ዘድልዩካ ነገራት ኩሉ ክሕግዘካ እዩ።
ጸገም የብሉን ናረይ። Thank you.
ሓንቲ ጥበበኛ ኣደ ንደቃ ንፉዓት ተምሃሮ ንኽኾኑ ዝተጠቐመትላ ጥበብ ንዓይ ዘካፈለትኒ ኣነ ከኣ ንዓኹም ሸር ክገብረኩም። እሳ ናይ ትምህርቲ ባክግራውንድ የብላን ትምህርቲ ኣይተምሃረትን እስኺ ትምህርቲ ዘይብልኪ እንከለኽስ ከመይ ኢሎም እዮም ደቅኺ ንፉዓት ተምሃሮ ኮይኖም ምስ በልክዋ ራስ ወደይ እሱ እዩ ጠቒምኒ ኣነ ዘይምምሃረይ ኢላትኒ ከመይ ኢሉ ዳኸ ክኸውን ምስ በልክዋ ደቀይ ትምህርቲ ውዒሎም ክመፁ እንከለዉ ድሕሪ ምዕራፎም ኣፅንዑ ይኮን ኮን ዝብሎም ኢላትኒ ኦኬ እሺ ሓራይ እስከ በሊ ኢለ ከመይ ዳ ኣፅንዑ እንተዘይልክዮም ዳሞ ከመይ ገይሮም ንፉዓት ኮይኖም ኦኬ ኣብዚኣ እያ ዘለኻ ጥበብ ኢላትኒ ከመይ ማለት ኢለያ ኣነ ዝብሎ እንታይ ተማሂርኩም ሎምዓልቲ ኢለ ዝሓቶም ኦኬ እዝን እዝን ተማሂርና ኦኬ ኣነ ስለ ዘይተማሃርኩ ንስኹም ትምህርቲ ውዒልኩም መጺኹም ኣለኹም ስለዚ ንዓይ ምሃሩኒ ንዓይ ኣረድኡኒ እስከ ብሎም ሓንቲ ብሓንቲ ንዓይ ከረድኡኒ ከለዉ ይደግምዎ ኣለዉ ክደግምዎ ከለዉ ከዓ ኣብ ኣእምሮኦም ይሰፍር ኣሎ ንዓይ ከረድኡኒ ኢሎም ብዝጻዕርዎ ቁጽሪ ከዓ ነታ ሳብጀክት እንዳመለኽዋ ከዱ ኣለዉ ነታ ዘረድኡኒ ዘለዉ ስለዚ እዛ ጥበብ እዚኣ እየ ተጠቒመ በዚኦም እንዳነፍዖ ከይዶም ኢላትኒ ኣውዝ ላይክ ዋው እዛ በላሕ ኣደ ሓደ ዓቢ ምስጢር እዩ ተጋሂድላ። ዓበይቲ ናይ ፊላዞፊ መጽሓፍቲ እንተ ኣንቢብኩም The best way to master something is to teach it ዝብል ዘረባ ኣሎ። እዚ እንታይ ማለት እዩ? ሓደ ነገር ማስተር ክትገብሮ ወይ ክትመልኮ፣ ክትምህሮ ክትክእል ኣለካ ይብል። እንታይ ማለት እዩ? ንሰብ ክትምህር ከለኻ ዝያዳ ስለ ትዳሎ፣ ዝያዳ ከኣ ነቲ ናትካ ብቕዓት ተመሓይሽ ማለት እዩ ምኽንያቱ ትራንስፈር ክትገብር ፍልጠትካ ዝያዳ ፍልጠት ዝያዳ ከዓ ምልከት ናይቲ ትምህሮ ዘለካ ክህልወካ ስለ ዘለዎ ማለት እዩ ሕጂ እዞም ቆልዑ ከዓ ነዲኦም ንኸረድኡ ናይ ልቦም እዮም ዝፅዕሩ ዘለዉ ናይ ልቦም መፅንዑ ናይ ልቦም ከዓ ይርድኦም ከመይ ገይሮም ክገልፅዎ ከዓ ፅቡቅ ገይሮም ስለ ዝሓስቡ ዘለዉ እቲ ሳብጀክት ማተር ብምሉኡ ኣብ ርእሶም ኮፍ ኢሉ ይሰፍር ኣሎ ማለት እዩ

ያ ናይ በሓቂ ጉድ ጌርካኒ ግን ባይ ዘ ወይ ነዛ ዓለም ኣቃሊዕኻኒ ኣይ ያ ኣይኑ ዝግበር ነገር የለን ለውኻ ቁጭቁጭ ይብል ውዕል ከምዚ ኣዲ ዝጠፈእ ተኽርኩር ያ ዓለም ጨምላ ዘይፍትሓዊ ዴወ ያ ዴወ ናይ በሓቂ በራይ ተቐየምኩሉ ሚካ ሓወይ ከመይ እሞ ክኢልካ ነይሩ ማለት ኣቲ ባህርያት ገለሲ ይብርትዓኒ ነይሩ ተረዲእኻኒ

ኣዱ ብሌናይ ኣትያ ኣላ ምሽ ዋጋኣ ክትረክብ እያ ግልፂ ገይረ ይነግረካ ኣዱ ብሌናይ ኣትያ ኣላ ኤርትራ ሓሙኽሽቲ ክትመስል እያ ኣይትፀበብ ተረዲካ ኣሎ ያ ስኢልካ ኣይኮነን ንሕና ኣብዚ መጺና ንዛረብ ንሕና እዚ ኮነን ካብ ደይ ገዛወታ ኣታ ውሽጢ ሃገር ኮይና ኣላ ኣዱ ብሌነ ያ ኣታ ውሽጢ ሃገር ኣታ ውሽጢ ሃገር እብለካ ኣለኩ ያራዳል ቀይ ብሩኻት ሰላም ሰላም ብሓበራ ሙሉኣት ደቀይ ወፊርኩም እተውለይ ፀሓይኩም ትብረቀለይ ዝነፈሰት ንፋስኩም ዝበረቀት ፀሓይኩም እግበረለይ ኣነ ጽቡቅ ኣለኹ በጀካ ናፍቆትኩም ብሓበራ ብሓበራ ደቀይ ደቀይ ብሩኻት ከምታ ካይዳኹም ኣማልሳኹም ደሃይኩም ኣይተሓባእኩ። ቀጻሊ ግዜ ንራኸብ ተሓላኹለይ ሰላም ኾኑለይ ላይክ ዘይገበርኩም ላይክ ግበሩ ፒስ።